ብክሪስታል ዲፕ ፊልም ዝጽዋዕ ናይ ፊልምታት መካረይን መሸጥን ላይብረርን ዝኾነ ትካላ በጺሕና። ቤት ጽሕፈታ በቲ በዓል ቤታ ነፍስሄር ፍራንኮ ክሪስታል ዘዳለዎም ዝነበረ ፊልምታት ዝረኸቦ ናይ ፊልም ሽልማታት ማለት ኣዋርድስን ዲፕሎማታትን ዝወቀበ እዩ። በዓል ቤታ ዓቢ ኣዳላዊ ፊልምታት ማለት ፕሮዲዩሰር ምንባሩ ውጽኢት ስርሑ ይምስክረሉ። ነዛ ዓባይ ኤርትራዊት ናይ ፊልም ተዋሳኢት ዘውዲ ርኣያ ኣብታ ዝረኸብናያ ሓጻር ግዜ ኣብ ሞዮኣ ኣተኲርና ሓጺር ዕላል ኣካይድናላ። ኣነ ኣብ ደቀምሓረ እየ ተወሊደ እቲ ፋሚልያ ናተይ ብዙሓት ኣሕዋት ነይሮም ሕጂ እውን ኣለዉ ግራትስ ኣዲዮ ንሓር ኣብ ስኮላ ጥልያንን ኣብ ስኮላ ሓበሻን ይምሃር ነይረ ደሓር እዚ ኣብ እቲ ኤሌመንታሪ ምስ ወዳእኩ ነስመራ ከይደ ኣብ ኣስመራ ምስ ሓፍተይ ይቕመጥ ነይረ ማለት እዩ ሽዕኡ ኣብኡ ይምሃር ነይረ ግን በቲ ትኒ ሓበሻ ስኮላ ገዲፈ ናይ ጥልያን ቀፅለ ማለት እዩ ድሓር ኣብ ዓሰርተ ሽዱሽተ ዓመት ኣንሲ ኣብ ስኮላ ጥልያ እናተምሃርኩ ኣብ ጆሜትራ እቲ እቲ ናተይ ትምህርቲ ናይ ጆሜትራ እዩ ነይሩ ዝከረኒ ክልተ ዋልድ ጥራሕ ኢና ነርና ኣነን ሓንቲ ከዓ ጥልያን ነይራ ድሓር እዚ ናይ ሚስ ናይ ኤክስፖ ተጀሚሩ እታ ሚስ ምስ ኮንኩ ንዓዲ ጥልያን መፅየ ማለት እዩ ምክንያቱ እቲ ቲከት ንሮማ ዝኸውን ንጀርመን ንፍራንስ እዩ ዝኸይድ ነይሩ ግን ኣነ ሮማ ስለ ዝፈትኹ ኣብ ሮማ ተሪፈ ማለት እዩ ደሓር እዚ ሓንቲ ሞዴላ ክገብር ጀሚረ ካብኡ እቲ ፊልም ጀመረ ማለት እዩ እታ ፊልም ናይ ፈለማይ ዝነበረ ድማ ላራጋት ሰበራ ቴሌቪዥን እዋ ብዕድል እያ እትዮ ምክንያቱ ሓደ ሰብኣይ ነይሩ እዛ ስቶሪያ ናይ ላራጋት ሳደላ ፔሌ ዲጉና ትብል ሓደ ስክሪፕት ነይሩ ኦልሬዲ ዝተፅሓፈ ደሓር ብዕድል ምስ ሰብ ተራኺብና ሽዑ ንሱ ንዓይ ምስ ፈለጠኒ እዋዕ ዓድኹም ከይደ ነይረ ብሶማል ኢትዮጵያ ከይደ ነይረ ግን እታ ፊልም

ዝኾነ ኮይኑ እቲ ንሱ እቲ ዲረክተር ብዙሕ ሓጊዙኒ ምክንያቱ ምፅእ ኢልካ ፊልም ክትገብር ድሕራ ድማ ኣብ ዓድና እዚ ከምኡ ካልቸር የብልና ኖ እዚ መብዛሕትኡ ብንእሽተና ክንሪኦ ከለና እቲ ፊልምታት ንሪኦ ነበርና እዚ ከምዚ ናይ ሓቂ ዝመስለና ነይሩ ሕጂ ኣነ ናብኡ ምእታወይ ትኺለ ዝኾነ ኮይኑ እዚ ሰብኣይ እዚ ዲረክተር ሉዊጂ ስካቲኒ እዩ ሽሙ ነይሩ ሽሙ ኣንሲ ተወሳዕብኒ ኣሎ ንሱ ብዙሕ ሓጊዙኒ ብዙሕ ሓጊዙኒ ደሓር እቲ ኢምፖርታንት ነገር ናብ ቺነማ እቲ ስኬርሞ ኣብ ስኬርሞ ወፂኻስ ነቲ ኮሙኒኬት ዝገብር ሰብ ፈይስ እንድሕር ኣለካ ይቐልል ማለት እዩ ሕጂ ንሱ እዚ ከምዚ ዓይነት ፎቶጀኒያ ኣለኪ ዝብለኒ ነይሩ ኢንፋክቲ ድሓር እቲ ፊልም ምስ ወፀ ብዙሕ ሱክሰስፉል ኮይኑ
ስነ ጥበባዊ ዘውዲ ርኣያ ንመጀመርያ ግዜ ዝተዋሰኣታ ፊልም ዕውቲ ብምንባራን ኣብ ዓለም ብዙሕ ዕድል ናይ መሸጣን ኣታውን ስለ ዝረኸበት ዘውዲ እውን ማዕረታ ፊልም ብብዙሓት ኣዳለውቲ ፊልም ቆላሕታ ረኺባ ኣብ ብዙሓት ፊልምታት ንኽትዋሳእ ድማ ጠለብ ቀሪቡላ። እዚ ብሞያ ዝዳሎ ንምዕባሉ ዝግበኦ ሰንበት ትምህርቲ ናይ ፊልም ገለ ወይ ወትሩ ብምስኣል ትደሊ ነገር ቀጺልካ እዋእ ልምዲ ስለ ዝነበረ ቀጺለ ግን ክቕጽል ከለኹ ዝኾነ ኮይኑ ትምህርቲ ከይድ ነይረ እቲ ኩሉ ግዜ ስክሪፕት ሓድሽ ናይ ፊልም ዝህቡን ዝነበሩ ምስ ሓንቲ ሓንቲ መምህር ነራ ሓንቲ ዓባይ ሰበይቲ ትያትሮ ትገብር ዝነበረት ናይ ቀደም ሰብ ብዘይ መጠን ንፍዕቲ እያ ነራ ሕጂ ኣብ ምስኣ ከይደ ስክሪፕት የፅናዕ ነረ ማለት እዩ ናይቲ ፊልም እወ ብጣዕ ሽም እዩ እዚ ከይደ ምሃራ ነረ ለካስ እቲ ፊልም ክህቡኒ ከለዉ ስክሪፕት እዚኣ እታ ስቶሪያ ክህቡኒ ከለዉ ከይደ ናብዛ መምህር ምስኣ ከይደስ ይምሃሮ ነረ ማለት እዩ
ዕስራ ፊልም ሰሪሐ ድሓር ንሓር ግን ሰብኣየ ዓብ ፕሮዲሰር ስለ ዝነበረ ምስ ኣብ ፊልም ቢዝነስ ምስ ዝሰርሕ ነረ ማለት እዩ
ስነ ጥበባዊ ዘውዲ ኣብዘን ተዋስኣተን ዕስራ ፊልምታት ኩለን ዕውታት ከም ዝነበራን ኣዳለውቲ ዘን ፊልምታት ዝኾነ ናይ ገንዘብ ክሳራ ኣጋጢምዎም ከም ዘይፈልጥን ብፍላይ እታ ናይ መጀመርያ ተዋስኣታ ኣዝያ ውርይቲ ከም ዝነበረት ትጠቅስ።
ሕጂ ድሕሪ ሰብኣየ ምስ መተ ናቱ ቢዝነስ ይገብር ኣለኹ ማለት እዩ ንሱ እኳ እዚ ብዙሕ ፊልም ፕሮዲስ ገብር ነይሩ ግን ኣነ እቲ ኩሉ ፊልምታት ዝሰርሕዎ ዝነበረ ካልእ ድማ እዚ ፊልምታት ገዚእዎ ዝነበረ ንሱ ኩሉ ኣኪበ ሓንቲ ካምፓኒ ሓንቲ ላይብራሪ ናይ ፊልም ማለት እዩ ኣኪበ ንሱ እዚ ፊልምታት ኣብ ሙሉ ዓለም ንሸጦ ማለት እዩ ኣብ ቲቪ ሆም ቪድዮ በይቲቡ ድሓር እዚ ናይ ጥልያን ሙሉ ከዓ ብዙሕ ስቶርያ ዘለዎ ኢምፖርታንት ናይ በዓል ፍሊኒ ከም ኣማርኮርድ ናይ ቶርናቶረ ድማ እዚ ነዎችና ፓራዲዞ እዚ ፊልምታት እዚ ምስ በዓል ማስትሮያን ንኩሉ ፊልምታት ኦስካር ዝወሰደ ማለት እዩ ሕጂ ኣብ ሙሉ ዓለም ፅቡቅ እዩ ዝሽየጥ

ዝቀደመ ነገር ዕድል እዩ ሪኻ ዕድል እዩ ፖሲቢሊታ እዚ ናይ ሓደ ዲረክተር ንዓኻ ከውፅኣካ ንክትረክብ ኣብታ ሰም ግዜ ድማ ሓንቲ ፊልም ንክትርከብ ወይ ድማ ኣብ ዋላ ንእሽተይ ፓርቲ ትኹን ኣብ ሓደ ኢምፖርታንት ፊልም ፓርቲስፐይት ክትገብር ካብኡ እቲ ሰብ ሪዩካ ካብኡ ኢኻ ትወፅእ እቲ ትምህርቲ ሕራይ ትምህርቲ ኩሉ ግዜ ምምሃር ፅቡቅ እዩ ኩሉ ግዜ እዚ ኤክሰርሳይዝ ክትገብር ነቲ ነቲ ኣክቲን ፅቡቅ እዩ ግን ድሓር ከዓ ንክትወፅእ ዕድል የድሊ እዩ
ኣብ ምድላው ፊልምታት ኩሉ ኣብቲ ሞያ ዝሳተፍ ኣካል ልዑል ጻዕሪ ከም ዘድልዮን እቲ ሞያ ቀሊል ከም ዘይኮነን ስነ-ጥበባዊት ዘውዲ ትገልጽ።
ቀሊል ኣይኮነን ዝኾነ ኮይኑ ቀሊል ኣይኮነን ድሓር ድማ እቲ ብኡ ፓሽን ክህልወካ ኣለዎ ደስ ዝብለካ እንድሕር ኮይኑ ከምዚ ሰብ ተማሂሩ ኣነ ኢንጂነር ክገብር እየ ኣነ ኣርኪቴክቶ ክገብር እየ ኣነ ፓሽን እንድሕር ኣሎ ፎሎው ክትገብሮ ትኽእል ኢኻ ዝኾነ ኮይኑ እቲ ናይ ሲነማ ዕድል ቀሊል ኣይኮነን እቲ ምፋቲ እቲ ዝወፅእ ሰብ እቲ ፐርቸንትዋለ ናይ ናይ ሙሉእ ዓለም እንተረኻዮ ኩሉ ግዜ ውሕድ ሒደት ዝኸውን ፖሲቢሊታ ኣሎ ኩንዲ ኣብዚ ኣብዚ እንድሕር ኮንካ ኣብቲ ናይ ፕሮዲሰር ክትከውን እንድሕር ደልካ ንኣብነት ኣብቶም ፕሮዲስ ዝገብሩ ኦፊስ ኬድካ እቲ ፊልም ክስራሕ ከሎ ኣብኡ ፎሎው ንክትገብር ኩሉ እቲ ናይቲ ኢንቨስትመንት ጥራሕ ዘይኮነሲ ኩሉ እቲ ንሱ ሒዙ እቲ ኩሉ ከባቢ ማለት እቲ ኩሉ ከባቢ ክትመሃሮ ክትፅንዕ ኣለካ ኤክስፒሪየንስ ብዙሕ እዩ ዘድሊ ብሓደ ፊልም ፈለው ጌርካሲ ወይ ፕሮዲሰር ወይ ዲረክተር ወይ እንታይ ሽም ክትገብር ኣይትኽእል ኣክተር ንክትከውን እዚ ፕሪማሊቱ ትዕድል ክህልወካ ኣለዎ ዕድል እንተዘየሎ ዋላ ሙሉእ ዕድምኻ ክትምሃር ትኽእል ኢኻ ክትወፅእ ኣይትኽእልን ኢኻ ድሓር ዕድል ማለት ድማ እቲ ፎቶጀኒያ ከዓ የድሊ እዩ ኢምፖርታንት ምክንያቱ እቲ ሰብ ኣብ ቺነማ ከይዱ ክርእየካ ከሎ እቲ ኣባና ኣብዚ ናህና መስቴር ዝበሃል እቲ ስኬርሞስ ቡካረ ክትገብሮ ኣለካ እቲ ሰብ ክርእየካ ከሎሲ ኮሙኒኬት ስፔሻል እንታይ ሽሙ ክህልወካ ኣለዎ እዚ ድማ ኣብኡ ክሳዕ ትበፅሕ ግን ብዙሕ ብዙሕ በቃሲ ብዙሕ ክሳይ ኣሎ ቀሊል ኣይኮነን ቀሊል ኣይኮነን ኣብቲ እትዮም ኤጀንት ክትከይድ ኣለካ እንድሕር ናትካ ስእሊ እቲ ፌስ ኢንተረሳንት እንድሕር ኮይኑ ኣብቲ ግዜ እቲ ናትኮም ከማኻ ዝድልዮም እንድሕር ኮይኑ ይፅውዑኻ ማለት እዮም ፀዊዖምኻ ንሱ ኣይኣክልን እዩ ፀዊዖምኻ ኣብቲ ፊልም ፓርቲስፔት ጌርካ እቲ ሰብ ክፈትወካ ኣለዎ ምክንያቱ እቲ ሰብ ከፊሉ እዩ ዝርኤካ ነው እንድሕሪ ፈቲካ ኦፍኮርስ ይኸፍል ክርየካ ኩሉ ግዜ እቶም ጆርናሊስት ክዛረቦ ጅምሩ ስእልታት የውፅኡ ደሓር ሰብሲ እቲ ህዝቢሲ ኢንተረስ ዘለካ ኣለዎ ማለት እዩ ንዓኻ ክርኢ ሽዑ እቶም ፊልም ሜከርስ እቶም ፊልም ዝሰርሑ

ኩሉ ግዜ ኣብቲ ኦፊሳት ዝኸዳ ንጎ ንግሆ ስእለን እናወሰዳ እንታሽሙ ፊልም ክገብራ ስለ ዝበለያ ሕጂ ገሊአን ይኾነለን ገሊአን ኣይኮነለንን ማለት እዩ ዲፔንድ እቲ ናተይ ስፔሻል ዕድል እዩ ነይሩ ርኢኻ ሓንቲ መሓዛይ ነራ ዝፈለጥኩዋ ኣብዚ ምስ መፃኹ ትብለኒ ነራ ኣዋእ ዘውዲ እዚ ዕድል እዚ እኮ ዘን ኩለን ኣዋልድ ከይደን ኣይረኽብኦን እየን ከምኡ ትብለኒ ነራ ኢንፋክቲ ድሓር ከዓ ኩሉ ከዓ ዝገረመኒ ኣንኮራ ዝገረመኒ እቲ ፊልም ምስ ወፀ እቲ ምሳይ ሰርሕ ዝነበረ ኣክተር ኦጎፓልያይ እንታይ ኢሉኒ ስልኪ ገይሩ ዘውዲ እቲ ናህና ፊልምሲ ካብተን ዓሰርተ በስት እንታይ ሽሙ ሰብ ዝረኣየን እየን ክብለኒ ከሎ ሕራይ ኣነ ቁሩብ ገርመኒ ነይሩ ግን ብዙሕ ካልቸር ብዛዕ ናይ ችነማ ስለ ዘይነበረኒ ንእሽተይ ስለ ዝነበርኩ ቀስ ኢሉ ክርዳኒ ዝተባሃለ ሱቢቶ ኣይተረዳኒ ንሱ ግን ንዓይ ፅቡቅ ምክንያቱ እዚ እንታይ ይበሃል እንድሕር ሰብ ስክሰስ ሱቢቶ እንድሕር ኣልዎ ሞንታር ይኸውን ኖ ኣነ ከምዚ ከምዚ ግን ኣነ ቀስ ኢለ ዝተረደአኒ ፅቡቅ እንታይ ሽሙ ኮይኑ ፅቡቅ ከይደን ንዓ ይመስለካ ንድሓር ንድሕሪ እቲ እቲ ናተይ ላይፍ ደሓር ዝገበርኩዎ ማለት እዩ። ስነጥበባዊ ዘውዲ ድሕሪ ዕስራ ፊልምታት ምውሳእ ኣብዚ ሕጂ እዋን ነቲ ናይ ምውሳእ ስርሓት ኣቋሪጻ ኣብቲ ቅድሚ ሕጂ በዓል ቤሳ ዘዳለዎም ዓበይቲ ፊልምታት ዝዕቀብሉ ላይብረሪ ኣብ ስራሕ ተዋፊራ ትርከብ። ሕጂ ብዙሕ ስራሕ ኣለኒ ግዜ የብለይን ድኻ ፎሎ እዚ እዚ ላይብረሪ ኩሉ ግዜ ብዙሕ ስራሕ ኣለና ሕጂ ስራሕ እዚ ገዲፈ ንሓደ ወርሒ ንክልተ ወርሒ ኮፍ ኢለ ሲ ፊልም ክሰርሕ ኣኪልኒ ሽማ ናይ ክሪስታል ዲ ፊልም እያ ሽማ ጃ ሰብኣየ ከሎ ምስ ፍራንኮ ክሪስታል ዩ ሽሙ ነይሩ ሕጂ ክሪስታል ዲፊን ጃ ፀዊዕዋ ነይሩ ሕጂ ክሪስታል ዲፊን እያ ብሽሙ እቲ ኣብ ሙሉእ ዓለም ፍሉጥ እዩ ብዙሓት ካምፓኒ ካብ ሙሉእ ዓለም ፊልም ይሓታና ንሕና ንክልተ ሰለስተ ዓመት ከምዚ እቲ ራይት ንህቦም ነካርዮም ማለት እዩ ካ ፊልምታት ንሆም ቪድዮ ንቴሌቪዝዮን

ዘውዲ ናይ ፊልም ተዋሳኢት ኮይና ፊልምታታ ኣብ ዓለም ክረእ ምስ ጀመረ ኣብ ልዕሊኣ ይኹን ልዕሊ ስድራቤታ ዓቢ ዕንቅፋት ከም ዘጋጠመ ትዝክር። እሳ ፊልም ምስ ተራእኸሲ ንቐፈይታ ካብ ስድራ ወይ ካብ ቤተሰብ ወይ ካብ ሕብረተሰብ ናይ ድምጸት ነይሩ ዶ? ዋው ዋው ከመይ እምበር ሃሎራ እዚ እዚ ሓል ካልእ ስቶሪ እዩ ካልእ ፊልም እዩ እሱ ካልእ ፊልም እዩ ኣሎ ዓድና እቲ ፊልም ዓድና ምስ ከደ እቲ ሽዑ እቲ ንዓይ ዘሕዘነኒ መቸስ ናይ ስድራ ይረኻ ምክንያቱ ሓበሻ ትፈልጦ ኢኻ ኖ ድሓር ነቶም ፈልት ኣይኮነን ምክንያቱ ከምቲ ኣነ እቲ ካልቸር ናይ ቺነማ ዘይነበረኒ ቀደም ኦፍ ኮርስ እቲ ህዝቢ ካልቸር ናይ ቺነማ ኣይነበሮን ኣንሲ ንሕና ናይ ጥልያን ዝምሃር ኣብ መስኮላ ጥልያን ዝምሃር ስለ ዝነበርኩ ሓንሳ ሓንሳ ከይና ንሪኦ ነርና ኣንሲ ክንዲ ትኳ ተዘይተረዳኒ ንሪኦ ነርና ግን እቲ ፊልም ናተይ ምስ ወፀ እዚ ኩሉ ሃገረሰብ ፊልም ሪኡ ዘይፈልጥ እዚ ኩሉ ህዝቢ ዋላ ናይ ሹቅ ዋላ ናይ ኩሉ ብሓንሳእ ከይዱ ነዚ ሲነማ ኣስመራ ዝነበረ ክርእዎ ኮይኖም ማለት እዩ ሕጂ ኩሉ እቲ ዝስራሕ ዝነበረ ኣብቲ ፊልም ኩሉ ከም ሓቂ ኮይኑ ይርድኦም ነብርኻ ሕጂ ሕጂ እንታይ ገይሩ ሓደ ሰብኣይ ሓደ ጥልያን መቸስ ኣቦይ እዚ ምስ ሰምዐ ብዙሕ እንተኣሽሙ እዚ ገሪምዎ ኖ ገሪምዎ ዋ ጓልካ ጓልኩም ከምዚ ገይራ እንታይ ትገብር ከምዚ ኢሎም ብዙሕ ኣጨኒቖሞ ኣቦይ ካብ ሜንታሊቱ ከምዚ ሪሊ ናይ ስትሬት ኣይነበረን ኖ ኦፕን ኦፕን ማይንድ እዩ ነይርዎ ኣቦይ ንፋት ንኩሎም ኣሕዋትና ከማን ኣሕዋተይ ንኩሎም ኣምሂርዎም ክመሃሩ ወላ ንሕና ከምዚ መንታሊቲ ናይ ናይ ቀደም ናይ ሓበሻ የለካን ጓልሲ ዓብያሲ ንክትምርዖ ገለመለ ከምኡታት ሜንታሊቲ ኣይነበሮን ኣቦይ ክፉት ሜንታሊቲ እዩ ነይርዎ ዝኾነ ኮይኑ ግን ናብታ ናይ ፊልም ምስ በፅሐ ንዑ እውን ክርድኦ ኣይከኣለን ሕጂ ኣብ ደቂ ኣምሓረ እቲ ጥልያን ሓደ ጥልያን ነይሩ ቺነማ ዝነበሮ ንክመፅእ ደቂ ኣምሓረ ሲ ገዚእዎ እቲ ፊልም ማለት እዩ ጠሊብዎ ማለት እዩ ደሓር ኣቦይ እዚኣ ምስ ሰምዐ እዚ ኩሉ ህዝቢ እንታይ ረኺብኩም እንታይ ኮንኩም ኢሎም ንገዛ ይበፅሑ ነይቲ ንበዓልትን ከይዶም ይበፅሑ ነይሮም ምስኪኖት በዓል ስድራይ ከይተረድኦም ክንደይ ክንደይ ክንደይ ሳፈር ገይሮም ክንደይ ተጨኒቖም ደሓር ኣቦይ እዚኣ ምስ ሰምዐ እንታይ ገይሩ ናብዚ ሰብኣይ ከይዱ ክንደይ ተእትወላ ትሓስብ እዛ ፊልም ናይ ጓለይ ትመጽእ ዘላ ኢለኩም ሞሮለስ ክንዲ ዝኾኑ እሞ ኣነ ክኸፍለካ እዛ ፊልም ኣብዛ ደቂ ኣምሓራ ከይተውፅእ ኢልዎ እቲ ሰብኣይ ድማ ይፈልጦ ስለ ዝነበረ ነቦይ በቃ ሶሊዳርየታ

ዝኾነ ኮይኑ ስድራይ ብዙሕ ሳፈር ገይሮም ንኸይ ዘይፈለጥዎ ማለት እዩ ዘይ ምካስ ኖርማል ኣይ ነይሩ ከይፈልጥዎ ናይ ቺነማ ካልቸር ኣይነበሮም እንታይ ከም ዝኾነ ከም ዝወረዶም ኣብቲ ኣብቲ ጎዞኦም ኣብቲ ዓዶም ስኒ ክርዶም ኣይከነን ኢሚድያትሊ Tesoro!
ዘውዲ ነቲ ካብ ዘይምርዳእ ኣብ ልዕሊ ስድራቤታ ይኹን ነብሳ ዘጋጠመ ኩነታት ሰጊራ ሎሚ ዓባይ ተዋሳኢት ፊልም ኮይና ስማ ኣጸዊዓ ትርከብ። በዓል ቤታ እውን ውሩይን ክኢላን ኣዳላዊ ፊልምታት እዩ ነይሩ። ሓድጊ ፍርያቱ ድማ ሎሚ ኣብ ቴሌቭዥናትን ኣብያተ ፊልምታትን ህይወት ኮይኑ ይርከብ። እዚ ናይ ዓበይቲ ፊልምታት ናይ ሰብኣያ ይሰርሖ ማለት እዩ። ኣነ ይሰራሕ ኮነ ኣለና እዚ ኦስካር እዩ ኦስካር ብዙሕ ሰብ ይፈልጦ እዮም ሙሉ ዓለም እቲ ዝበለፀ እዚ እንታይ ዝበሃል ብትግርኛ ፕሬም እዩ እንታይ ዝበሃል ህያብ ማለት እዩ እቲ ፊልም ኣብ ሙሉ ዓለም ዝተረኣየ ዝበለፀ ተባሂሉ ዝወሃብ ህያብ እዩ እዚ እዚን ሰለስተኤን ማለት እዩ እም፣ እቲ ኣብ ኣሜሪካ እዮም ዝህብዎ ኣብ ሎስ ኣንጀለስ ኣብ ሆሊውድ እ? እም፣ እዚ ከዓኒ እ፣ ሊዮነ ዲ ቬኔትስያ ኣብ ቬኔትስያ ዝግበር ኣብ ቬኒስ ዝግበር ፌስቲቫል እዩ እዚ ከዓ ዓ- ዝዓበየ ካብቲ ዝዓበየ ፌስቲቫል ናይ ዓለም ማለት እዩ ከምዚአን ኣርባዕተ ኣለዋ እዚ ሰዓት ከዓኒ ካልእ ፌስቲቫል ዳቪድ ዲ ዶናቴሎ ዝበሃል ኢምፖርታንተ ናይ ጥልያን ሕጂ ኩሉ ፊልምታት ዝወሰደ ፍራንኮ ዝሰርሖ ፊልምታት ማለት እዩ ኣብዚ ናተይ የለን ርኢኻ ሰብኣየ ምስቲ ዲረክተር እታ ናይ መጨረሽታ ኦስካር ዝወሰዳ ማለት እዩ እዚ እዚ ደሓር እ፣ በታ ፊልም ኦስካር ዝወሰደት እዚ- the same ፊልም ከዓኒ ኣብ ከምዚ ኦስካር ናይ ኢንግላንድ ማለት እዩ እዚ ዝወሰደ ማለት እዩ እዚ ከዓ ግሩለ ዶሮ እዚ ከዓ ናይ ካን ፌስቲቫል ካን ፌስቲቫል ድማ ናይ ዓዲ ፈረንሳ ካብቲ ዝበለፀ ፌስቲቫል ማለት እዩ ሕጂ ብዚ ኣለና ናይ ኢንግላንድ ናይ ፈረንሳ ናይ ሙሉእ ዓለም ማለት እዩ ነቲ ምስ ተዋሳኢት ፊልም ዘውዲ ርኣያ ዝገበርናዮ ሓጺር ዕላል ኣብ ሃገርና ይጀማመር ንዘሎ ስርሓት ስነ ጥበብ ንዘለዋ ርእይቶ ምውካስ ኢና ዛዚምናዮ። ለካሲ ኩሉ ግዜ እዚ ክግበር ከሎ ፓሽን እንድሕር ኣሎ ናይዚ ስራሕ እዚ ኩሉ ግዜ ንክትገብሮ ፅቡቅ እዩ እንድሓር ኣብ ዓድና ዝቕመጥ ሰብ እንድሕር ብለካስ ነናቱ ኣለዎ እቲ ዓዲ ነ ህንዲ ከም ናቶም ዓይነት ኣለዎም ናህና ናህና ዓይነት ኣለዎ ካብዚ ወፂኡ ድማ ፊልም ተሰሪሑ ኣብ ደገ ዝወፅእ እንድሕር ኮይኑ ክእለት እንድሕር ኣሎ ዋይ ኖት ግን ስፔሻል ትምህርቲ ከምዚ ተምሃሮ እሞ ክትወፁ ኢኹም ከምዚ ክኸውን ከምዚ ክትኮኑ ኢልካ ኢምፖሲብል ቴክኒካል ምምሃር እዩ ምምሃር እዩ ብዙሓት ኣለዉ ሕጂ ንኣብነት ነዞም ዲረክቶራት ዝኾኑ ቅድም ኣብቲ ፕሮዳክሽን ይሰርሑ ነይሮም እዚ ዋላ ኤሌክትሪቺስታ ገብሩ ነይሮም ዋላ ሸኖግራፊያ ኮስቱሚስታ እዚ ክዳውንቲ ገለመለ ዝገብሩ ኖ ነናቶም ሴክቶር ኣለዎም ሕጂ ንሳቶም ኣብኡ ለሚድካ እቲ ሓደ ዓይነት መልሽካ እንድሕር ፓስዮን ኣለካ ክትቕይር እንድሕር ደልኻስ ኣብ ሰይም ቢዝነስ ክትገብሮ ትኽእል ኢኻ ግን ዲፐንድ ዲፐንድ ዝኾነ ኮይኑ ቀሊል ኣይኮነን ቀሊል ኣይኮነን እቲ ዝበርትዐ ስራሕ ናይ ናይ ናይ ናይ ሙሉእ ዓለም እዩ ምክንያቱ ዕድል ክህሉ ኣለዎ ረኻ ኣብ ቲቪ ገልዮ ርዮዮ ሓር ፅቡቅ ሓር ማቲ ህዝቢ እንጆይ ዝገብሮ ነው ኩስ ኢምፖርታንት ኣብቲ ዝረኣኽዎ ኣሎውራ ናተይ ኦፒንየን እኻ ትፈደደልካ ኣሎ ናተይ ኦፒንየን እዚ ከም ሞልቶ ትያትራ ኣለ እንታይ እዩ ዝበሃል ቨሪ ትያትሪካል ነው ቨሪ እወ ተዋስኦ ተዋስኦ ከምዚ ተዋስኦ እዩ ዝመስል ግን ኩሉ ግዜ ከማን ኣብዚ ክጅምሩ ከለዉ ኣብ ቲቪ ቀደም ከምኡ እዩ ነይሩ